እሞ ኣብዚኣ ታቦር ሻሂ ዶ ከስትየኩም? ጽቡቕ። ግርም እምበር መምህር ዓቢ ሰብ ኣነ ከኣ ሲ ቀዲምካኒ እምበሪ ክጋብዘኩም ክብሎ ምስ ተቐሪበ እየ ጸኒሐ። ኣየ ግርማይ
ገለ ክትጋብዘና ተትሓስብ ደኣ እሞ መን ብኣፍካ ሒዙ። ኣነ ብልበይ እየ ዝብለካ ዘለኹ ካብዚ ኣፈይ ምንጥሊኽ ኣቢልካኒ እምበር ከምኣ እየ ሓሲበ ጸኒሐ። ኣየ ግርማይ ሓሳብ ምስ ተግባር ምስ ስናይ ቁም ነገር ይቕየር ሰሚዕኻኒ ኣለኻ ኣብ ቁም ነገር ከኣ መምህር ቀዲሙካ እዩ ጫው ኖኖኖኖኖ እዚኣ ወረ ንቐዳማይ ትበሃል እያ መምህር ከምኡ ክብል ከሎስ ከምዚ ኣነ ዝብል ዘለኹ ኮይኑ ኮይት ተሰሚዑ ወይላይ

ሰላም እዛ ጓለይ ንዓይ ሻሂ ግደሊ። ንዓይ ከኣ ማክያቶ። ኣሉራ ንዓይ ከኣ ሓንቲ ሕንቲ ክትከት ትብል ቢራ። እሞ ቢራ ዘለዎ ንኺድ እምበር። እምበርከ ቀትሪ ምድሪ ቢራ ክሰቲ ሓሲብካ? እንታይ ጸገም ኣለዎ ድዩ ብቐትሪ? እዚ እኮ መምስሒ እዩ ኣፕረቲቮ። ግርማይ ኣነ እኮ ሻሂ ከስትየኩም ደኣ እምበር ቢራ ከስትየኩም ኣይበልኩምን።

ግን ደኣ ከኣ መ ኣነ ከም ዝመስለኒ እዚኣ ፍርሂ ዘይኮነትሲ መደብ እያ ሓቀይ እንድየ። እዋእ ኣብርሃም ሎማዓንቲ ኣይጥዓኻን ኣለኻ ፍርሒ እምበር ታይ መደቡ ዶ። ኦይ ስቕ ደኣ በል መሊስልካ ኣሎ። ኣታ ታይ ኢኹም ነቲ ነገር ዕብጥ ዕብጥ ተብልዎ መደብ መደብ ኣይትበሉ። እዚ ሓደ ሰብ ንሻሂ ክጋብዘካ ክብለካ ከሎ ሻሂ ክጋብዘካ ስለ ዝበለካ ሻሂ ጥራይ ትጋበዝ ማለት ኣይኮነን። ድላይካ ከኣ ትእዝዝ። እዋእ ኖኖኖኖ ዓጽሚ ዓልሙ ግርማይ ንሓደ ሰብ ድራር ክትጋብዞ ተደሊኻ ድራር ክጋብዘካ፣ እቶ ምሳሖ ተደሊኻ ምሳሕ ክጋብዘካ፣ ክተስትዮ ተደሊኻ ከኣ ሓደ ሓደ ወይ ድማ ቢራ ከስትየካ እዩ ዝበሃል። በስመኣብ ወልድ መንፈስ ቅዱስ ኣታ ከበይ መጽዮም እዚኣቶም ኣታ።

ንሓቂ ጎስየ ኣይፈልጥን እየ የማን ጸጋም ኣቢለ ኣይፈልጥን ኣነ ተወልደ ዓሊ ነታ ዘላ ከም ዘላታ እየ ዝድርጓ ንፈልጠካ እንዲና ተወልደ መን ዲኻ ተወልደ ሓቂ ዝቕናቱ ትኽ ኢሉ ዝኸይድ ኣብ እምነቱ ነቕ ዘይብል ጽኑዕ ዕርድታቱ ቀጥ ኣቢሉ ሒዝዋ ናይ እያታቱ ናይ ኣቦታቱ ኮይ እቲ ነገር ክኢልካ እኮ ኣይኮነን ገና
እሞ ዓዳሚት እዚ ዋጣ ህንቅር ዝበልካ እሞ ጽቡቅ ጌርካ ትብዞ በጃኻ ኢለካ እባ
ኣብ ቀረባ ሰላ ነቐብሎ ኣነ ውዱስ ኣይኮንኩን ዘለኹ ሓቂ ድዛረብ ዘለኹ ክላትም በል እዩሞ እስከ ዕራይ ነዛ ዝብላ ዘሎስ እንታይ ከተውጽላ ኢኹም ደለኹም ንስኻ ተወልደ ዓርከይ ኣይትእመኖ ብሓደ ነገር እንዲና ክንካታዕ ጸኒሕና ናብ ጎኒ ክትከውን ደልዩ እምበር ካልእ ከይመስለካ።
ኣነ እኳ ነቲ ሓደን ነቲ ሓደን ኣይብልን እየ ነቲ ቁኑዔ ዝድግፍ ጥራይ እንታይ እዩ እቲ ክርክርኩም ንገሩኒ። ጀሚረልካ ነይረ እኮ ይዓንቶ ኮሊፎምና እምበሪ። ኖ ኖ ኖ ኖ ኣይትነግሮ መምህር ኣይነግሮ ኣነ ባዕለይ ክነግሮ ወላይ

ሻጥ ራድዩ ድሰቲ ዋላ ካሊእ ክእዝዝ ዝኽእል። እንታይ ዘረቡ እዩ እዚ ቃሕ ዝበለካ ትእዝዝ። ኣነ ንሓደ ሰብ ንዓና ሻሂ ስተ ክብሎ ከለኹ እቲ ክሰትዮ ስለ ዘይፈለጥኩ እምበር ዋ ደስ ዝበሎ ክሰትዮ ዝወስዶ ዘለኹ ድሌትካ ክትእዝዝ ከም ዘለካ ኮይኑ ዝወስደካ ኣለኹ
ጨብጦ ኣንበሳ ኣንበሳ እንዳ ሕጂ ከ ተረዲእኩም ዶ? ኖ ኖ ኖ ሓንሳእ እሞ ግርማይ ኣይትውዐል። እዚ ውዓይ ኣይኮነን ንሳ እንድያ እታ ዘረባ። ኣነ ብወገነይ ናተይ እየ ዝብለኩም ዘለኹ ካልእ ፈልጥ ቀጽል ጥራይ ንሰምዓካ ኣለና ተወልዲኖ ኣነ ንዝኾነ ሰብ ሻሂ ንስተይለ እንድሕር ወሲደ ቃሕ ዝበሎ ክሰቲ ክእል ተደልዩ ቡን ሰቲ ተደልዩ ፀባ ሰቲ ተደለየ ማክያቶ ሰቲ ዋላ እውን ፅሟቕ

ንዓናይ ሻሂ ንስተ ኢልካ ኢኻ ትወስዶ ዘለኻ እምበር ሪስቶራንት እኳ ኣይኮንካን ትወስዶ ዘለኻ። ኣነ እኮ
ንዓናይ ከምጽሓካ ወይ ከድረካ ኢለ ኣይኮንኩን ወሲደዮ። እንድሕሪ ኣነ ንዓናይ ከምጽሓካ ኢለካ እንተ ደሊኻ ካፕሬቶ ብላዕ እንተ ደሊኻ ላዛኛ ብላዕ ደስ ተይሉኳ ቅልዋ ብላዕ። እምበሪ
እዚ ግኒ ከብልዓካ

ኩሉ ሓደ እንታይ መለሱ? ፈጺሙ ዝፈላሊ የብሉን። ሓደ ሰብ ካብቲ ዝተባህሎ ክሊ ወጻኢ ዝኸበ እንተኣዚዙ እንዳ ተወልደ ዝበላ ሃንጎሪማ። ኦው
ዳሓን ዳሓን ግርማይ ናትካ ግን ምግቢ ስለ ዘይኮነ ቢራ ስለ ዝኣዘዝካ ሃንጎሊማ ኣይንብለካን ኢና።
ጽናዕ ግርማይ።

እቲ ርኹብ ጅቡኡ ዝመልኣሉ ጥራይ እዩ ክጋብዝ ዘለዎ ማለት እዩ። ድኻ ድኣ እሞ እንታይ ገደሱ ብ ጸገም ዝኣቱ ዋላ ነተን ዝኸፍለኤን ውን እኮሲ እንዳ ሓመሙ እዩ ድጋብዘካ። ኖኖኖኖኖኖ
በል ክትፈልጥ እቲ እንዳ ተሓጎሰ ዘጋብዘካ እቲ ዘይብሉ ድኻ እዩ ምኽንያቱ ብልቢ ብፍቅሪ ካብተን ዘለዎ ነጊፉ እዩ ፍቅርን ሕውነትን ዘርእየካ ካልእ ኣይኮነን። እረ እቲ ሃብታም ከ?
እቲ ሃብታም ድኣ ኣይትሓዘለይ ድኣ እምበር። ተወልደ ሓወይ ወይ ካባኻ ዝደልዮ ነገር ተለዎ ወይ ድማ ከፍትወካ ደልዩ እምበረ ፍቕሪ ኣይኮነን ዝጋብዘካ። ስምዑ እንዶ ክሓተኩም እቲ ሃብታም ዘለዎ ድዩ ክጋብዝ ግብጃ እኮ ትዕበ ትንኣስ ብዘየገድስ ነቲ ትጋብዞ ዘለኻ ሰብ ክብሪ ምሃብ ኣኽብሮትካን ፍቕርኻን ምግላጽ ማለት እዩ።

እዚ ጥራይ ነዛ ዘረባ ኣበን ዛዝማ መስለኩም ሰብ በብዓቕሙ ክጋብዝ ይኽእል እዩ ጥራይ እቲ ተጋባዛይ ልቢ ክዕቢ ኣለዎ ዔብ ዝበሃል ነገር እኮ ኣሎ በቃ ንሳ እያ ዋይ በቃ በቃ ብኻ ተሪፋትና ኣነ እዛ ቢራኻ መምህር ብኻ ተሪፋትና ብሓንቲ ቢራ ክንብልስ ምኑ መዓልቲ ብዚኣ ክንዛረብ ውዒልና መሸም እታ መወዳእታ ዘረባ መምህር ተዛሪቦማ እንድዮም ሰብ ሕልና ጥራይ ክዕቢ ኣለዎ